ሰላም ሰላም ተኸታተልተይ ከመይ ኣለኹም ኣነ እግዛብሔር ዝተመስገነ ይኹን ዳሕና እየ ኣብ ናይ ሎምዓንቲ መደበይ ብኽልተ ኣጻብዕትኹም ተጠቒምኩም ብታሕጓስ ንኽተዕብድወን ዝጠቕመኩም ቴክኒክ ሒዘልኩም መጽየ ኣለኹ ሓንቲ ጓል ኣንስተይቲ ፊንገር ክትግበር እንከላ እንታይ ዓይነት ቴክኒክ ተጠቒምና ደስ ዝብል ዕግበት ወይ ከኣ ዝበለጸ ዕግበት ክንህባ ንኽእል ዝብል ሓሳብ ክንርኢ ኢና መደብና ናብ ብዙሓት ንኽበጽሕ ላይክ ብምግባር ጀምርዎ ነዚ ቻነል ሓደሽቲ ዝኾንኩም ሰብስክራይብ ብምግባር ዝተፈላለዩ ናይ ጥዕና፣ ናይ ፆታዊ ርክብ ከምኡ ውን ናይ ሓዳር ሂወት ኢንፎርሜሽን ትረኽብሉ ቻነል ስድራ ንኽትኮኑ ብኽብሪ ይሓትት። ናብ መደበይ ክኣቱ እንከለኹ ቅድሚ ሕዚ ኣባና ከም ነውሪ ዝረኣ ዝነበረ ኮይኑ ግና ንሓንቲ ጓል ኣንስተይቲ ቅድሚ ናብ ፆታዊ ርክብ ምእታውኩም ንፆታዊ ርክብ ድልውቲ ንኽትከውን ዝገብራ ወይ ከኣ ራሕሲ ንምፍጣር ዝጠቕማ ኣዕጋባይ ዝኾነ ጾታዊ ርክብ ንኽትገብር ዝሕግዛ፣ ብተመሳሳሊ እውን ኣብ እዋን ጾታዊ ርክብ ቀልጢፋ ናብ ናይ ጾታዊ ርክብ ዕግበት፣ ጸግዒ፣ ንኽትበጽሕ ዝገብራ ቴክኒክ ኣሎ። እዚ እውን ናይ ፊንገር ቴክኒክ እዩ። ነዚ ቴክኒክ ከመይ ጌርኩም ከምትጥቀምሉን ቀልጢፋ ናብ ዕግበት ንኽትበጽሕ ሓንቲ ጓል ኣንስተይቲ ከመይ ከም ትጥቀምሉ ክነግረኩም እየ። ነዚ ነገር ንኽትፈልጡ ኢለ እየ እዚ መደብ ኣዳልየልኩም ዘለኹ። ኩሉሻዕ ቅድሚ ነታ ጓል ኣንስተይቲ ፊንገር ምግባርኩም ክትፈልጥዎ ዝግባእ ሓደ ኣገዳሲ ዝኾነ ሓሳብ ኣሎ። እዚ እንታይ እዩ ነታ ጓል ኣንስተይቲ ኣብ ከናፍራ ንውሕ ንዝበለ ግዘ ብምስዓም ብልዕታ ራሕሲ ንኽፈጥር ምግባር እዩ። ብልዕታ ራሕሲ እንተፈጢሩ ድማ ነቲ ፆታዊ ርክብኩም ድልውቲ ምዃና ንፈልጠሉ ሜላ እዩ። ስለዝኾነ ቀስ እንዳበልኩም ከናፍራ ብምስዓም፣ ክሳዳ ብምስዓም ናብ ስምዒት ቀልጢፋ ንኽትኣቱ ክትገብሩ ኣለኩም። ምኽንያቱ እንታይ እዩ? ደቂ ኣንስትዮ ቅድሚ ናብ ፆታዊ ርክብ ምእታወን ብልዕተን ራሕሲ ክፈጥር ስለ ዝግበኦ እዩ። ተዘይኮይኑ ግና ዘሊልኩም ናብ ጾታዊ ርክብን ናብ ፊንገርን ክትኣትዉ እንከለኹም ኣብ ብልዕታ ከባቢ ሕማም ክስምዓ ስለ ዝኽእል እዩ። ስለ ዝኾነ ከናፍራ ቀስ እንዳበልኩም ብምስዓም፣ ውርድ እንዳበልኩም እውን ክሳዳ እንዳሰዓምኩም ቀስ ኢልኩም ብምውራድ ነጥዋታ ብምስዓምን ብምሕሳይን ነታ ጓል ኣንስተይቲ ቅድሚ ሕዚ ሪኣቶ ናብ ዘይትፈልጦ ታሕጓስ ክተእትውዋ ትኽእሉ ኢኹም ብፍላይ ነዚ ነገር እዚ ጥራሕ ነብስኹም ተትገብርዎ ይምረጽ ጥራሕ ነብስኹም ኣብ ትገብርሉ እዋን ብልዕታ ምስ ርሓሰ ናይ ማእኸላይ ኣጻብዕትኹም ጥራሕ ናብ ብልዕታ ብምስዳድ ናብ ውሽጢ ከየተኹም ኣብ ዙርያ ብልዕታ ብምንቅስቓስ፣ እተን ክልተ ኣጻብዕትኹም ድማ፣ ማለት እውን ናይ ቀለበት ኣጻብዕትኹምን ጠቋሚት ኣጻብዕትኹምን ድማ፣ ንብልዕታ ናብ ጎኒ ክፍት መበሊ ክትጥቀሙለን ኣለኩም። ካብኡ ቀስ እንዳበልኩም በቲ ማእኸላይ ኣጻብዕትኹም ንላዕለዋይ ናይ ብልዕታ ክፍሊ ብክቢ ቅርጺ ወይ ከዓ ሰርኩላር እንዳኳለልኩም ብምንቅስቓስ፣ ናይ ብልዕታ ሴንሲቲቭ ዝኾነ ፓርት እቲ ላዕለዋይ ክፍሊ ቂንጥር ንብሎ ፓርት ብቀሊሉ ክትነካክእዎ ትኸእሉ ኢኹም ቀጺልኩም ናይ ብልዕታ ናይ ራሕሲ መጠን በጻብዕትኹም ብምርግጋጽ ብዝሕ ዝበለ ራሕሲ ኣብ ብልዕታ ሴንስ እንተጊርኩም ብክልተ ኣጻብዕትኹም ማለት እውን ናይ ቀለበት ኣጻብዕትኹምን ናይ ማእኸላዋይ ኣጻብዕትኹምን ናብ ብልዕታ ብምእታው እዘን ኣጻብዕትኹም ብምዕጻፍን ብምዝርጋሕን ነታ ጓል ኣንስተይቲ ልዑል ዕግበት ክትፈጥሩላ ትኽእሉ ኢኹም። ነዚ ነገር ቀስ ኢልኩም ኣብ ትገብሩሉ እዋን እታ ጓል ኣንስተይቲ ድምጺ ተስምዕ እንተ ኾይና፣ ነጻብዕትኹም ኣቐልጢፍኩም ልዑል ዕግበት ክትፈጥሩላ ትኽእሉ ኢኹም። ብተወሳኺ ውን ክልተ ኣጻብዕትኹም ናብ ውሽጢ ብልዕታ ኣእቲኹም ኣብ ትዓጽፉን ኣብ ትዝርግሑሉን እዋን ኣብ ማእከል ዘሎ ከብዲ ኢድኩም ንናይ ብልዕታ ላዕለዋይ ክፍሊ ብምሕሳይ ዝሕግዝ እንተኾይኑ ክልተ ዕግበት ብሓደ ግዘ ክትህብዋ ትኽእሉ ኢኹም። ኣብ ላዕሊ ዘሎ ክፍሊ ብልዕታ ብቕልጡፍ ነታ ጓል ኣንስተይቲ ናብ ዕግበት ዘብጽሓ ናይ ብልዕቲ ክፍሊ እዩ። ኣብ ውሽጢ ዘሎ ኣጻብዕትኹም ድማ ጂ-ስፓት ዝበሃል ናይ ብልዕቲ ክፍሊ ስለ ትረኽብዎ፣ እንዳቐልጠፍኩም ነዚ ቦታ ክትረኽብዎ እንከለኹም፣ ነዛ ጓል ኣንስተይቲ እስካብ ምፍሳስ ክተብጽሕዋ ትኽእሉ ኢኹም። ምናልባት ናይ ጾታዊ ርክብ ፊልምታት እንተ ርኢኹም፣ እታ ጓል ኣንስተይቲ ክተፍስስ ርኢኹም ትኾኑ ኢኹም። ኮይኑ ግና ሓንቲ ጓል ኣንስተይቲ ክተፍስስ ትኽእል ናብ ልዑል ዝኾነ ዕግበት ክትበጽሕ እንከላ ጥራሕ እዩ። እቲ ካሊእ ንሪኦ ምስ ናይ ጓል ኣንስተይቲ ላዕለዋይ ክፍሊ ወይ ከኣ ቂንጥር ኢልና ንጽውዖ ፓርት ኣንኻኽኣ ዝተተሓዘ እዩ። ቂንጥር ብጣዕሚ ሴንሲቲቭ ዝኾነ ፓርት ናይ ብልዕቲ እዩ። እዚ ክፍሊ እዚ ክንካእ እንከሎ ብቐሊሉ ናብ ዕግበት ትኣትወሉ ክፍሊ እዩ። ፊንገር ኣብ ትገብርሉ እዋን ክትርስዕዎ ዘይብርኩም ነገር እንታይ እዩ? ካብ ቅልጣፈ ናብ ቀስ ዝበለ ምንቅስቓስ ክትኣትዉ የብልኩምን፣ ኮይኑ ግና ካብ ቀስ ዝበለ ምንቅስቓስ ናብ ምቕልጣፍ ክትኣትዉ እዩ ዘለኩም። ስለዝኾነ፣ እቲ ላዕለዋይ ክፍሊ ቂንጥር ንብሎ ፓርት ፊንገር ኣብ ትገብርሉ እዋን ክትቅልጥፉ የብልኩምን፣ ቀስ ብዝበለ ምንቅስቓስ ጀሚርኩም ናብ ምቕልጣፍ ተትኣትዉ ይምረጽ ምኽንያቱ እንታይ እዩ ኣብዚ ክፍሊ ብልዕታ ሕማም ክስምዓ ስለ ዝኽእል እዩ ኣብቲ ቂንጥራ ከባቢ ናይ ምድራቕ ጠባይ እንተሪእኹም ድማ ኣጻብዕትኹም ናብ ብልዕታ ውሽጢ ብምእታው ፈሳሲ ብምውጻእ ነቲ ቂንጥራ ብምልካይ ናብ ፊንገርኩም ክትምለሱ ትኸእሉ ኢኹም እቲ ካሊእ ብተወሳኺ ንሪኦ ነገር እንታይ እዩ? ብተፈጥሮኣን ሓደ ሓደ ደቂ ኣንስትዮ ብልዕተን ራሕሲ ዘይብሉ ክኾን ይኽእል እዩ። እዚ ነገር እዚ ናቹራሊ ወይ ከዓ ብናይ ሆርሞን ለውጢ ዝተተሓዘ ክኾን ይኽእል። ኣብ ብልዕተን ዝርከብ ግላንድ ፈሳሲ ምፍልፋል ኣብ ዘይኽእለሉ ደረጃ ክበፅሕ ስለ ዝኽእል ብደገ ዝግዝኡ መለስለሲ ቅብኣታት ብምጥቃም ንውሕ ንዝበለ ግዘ

ናብ ኢድኩም ክትገብርዎ ኣለኩም ኮይኑ ግና ናብ ብልዕታ ብፍጹም ክትገብሩ የብልኩምን ምክንያቱ እንታይ እዩ ኮንፊደንሳ ዘንእስ ነገር ክትገብሩ የብልኩምን ኣብ ብልዕታ እንቱፍ ኣብ ትብልሉ እዋን ኮንፊደንሳ ክቅንስ ስለ ዝክእል እዩ ስለዝኮነ ብተካኣለኩም ዓቅሚ ኣጻብዕትኹም ንኸይደርቕ ብምግባር ምንም ዓይነት ፍሪክሽን ምስ ብልዕታ ብዘይምፍጣር ኣብ ብልዕታ ከባቢ ሕማም ንኸይስምዓ ክትገብሩ ክትክእሉ ኣለኩም። እቲ ካሊእ ንሪኦ ብጣዕሚ ኣገዳሲ ዝኾነ ድማ ኮሙኒኬሽን ምፍጣር እዩ። ነዚ ነገር ክትገብሩ እንከለኹም ካብታ ጓል ኣንስተይቲ ፊድባክ ወይ ከኣ መልሲ ዘይትረክቡ እንተኾይንኩም እዚ ማለት እንታይ ማለት እዩ ነዚ ፊንገር ቴክኒክ ኣብ ትገብርሉ እዋን ካብታ ጓል ኣንስተይቲ ምንም ዓይነት ፊድባክ ወይ ከኣ መልሲ ዘይትህበኩም እንተኾይና እዚ ቴክኒክ እዚ ወይ ከኣ እዚ ናይ ፊንገር ቴክኒክ ንዓዓ ምንም ዓይነት ስምዒት ከምዘይህባ ዘሎ መርኣዪ ነገር እዩ ስለዝኾነ ብዝተኻእለኩም ዓቕሚ ንስምዒታ ክተንብብዎ ክትክእሉ ኣለኩም ወይ ከኣ ብምሕታት እውን ስምዒታ ከትርድእዋ ክትክእሉ ኣለኩም። ነዚ ፊንገር ቴክኒክ ክንጥቀም ዶ ወይስ ይትረፈና ዝብል ዓይነት ሕቶ ምስታ ጓል ኣንስተይቲ ተጠያይቅኩም ፊድባካ ወይ ከኣ መልሳ ተቐቢልኩም ነዚ ቴክኒክ ክትገብሩ ክትክእሉ ኣለኩም። ነዘን ነገራት እንተማሊእኩም እቲ ትገብርዎ ጾታዊ ርክብ ተናፋቕን ኣዕጋባይን ጾታዊ ርክብ ንኽትገብርዎ ዝሕግዘኩም ዓይነት ሜላ እዩ። ነዚ ኢለ ናይ ሎምዓንቲ መደበይ በዚ ክዛዝም። ካብ ናይ ልማዓንቲ መደበይ ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። መደብና እንተ ፈቲኹሞን ናብ ብዙሓት ሰባት ንኽባጻሕ ላይክ ምግባርኩም ኣይትረስዑ። ቻነልና ላይክ ሼር ሰብስክራይብ ብምግባር ክተተባብዑና ብኽብሪ ይሓትት። ሰላምን ጥዕናን ንኹላትና። የቐኔለይ።